ንስምምዕ ፕሪቶርያ ዝፃብኡ ቤናዊ ውሳነታትን ተግባራትን ደው ክብሉ ይግባእ። ስምምዕ ፕሪቶርያ ካብ ዝፍረም ክልተ ዓመትን መንፍቕን ኮይኑዎ ኣሎ። ብወገን ህዝባዊ ወያነ ሓርነት ትግራይን ትግራይን እቲ ስምምዕ ብቕልጡፍ ንኽፍፀም ተሰሪሑ እዩ። ምእንተ ሰላም ክበሃል ትግራይ ክሽከሞም ዘይግባኣ ግፍዕታት ተሸኪማ ጸኒሓ እያ። ብወገን መንግስቲ ኢትዮጵያ ክፍፀሙ ዝግብኦም ብፍላይ ንመሰልን ሃለዋትን ትግራይ ዝምልከቱ ወሰንቲ ሕቶታት እቲ ስምምዕ ናይ ምፍፃም ተግባር ዘይኮነስ ኣብቲ ስምምዕ ዘየለዉ ጉዳያት ብበይናዊ ውሳነ ኣብ ልዕሊ ትግራይ ኣብ ምፅዓንን መስርሕ ሰላም ኣብ ዝጎድኡ ተግባራትን ተፀሚዱ ይርከብ። ህዝቢ ትግራይ ዛጊድ ዝተመረፀ መንግስቲ ክህልዎ ይግባእ ነይሩ። ይኹን እምበር መንግስቲ ኢትዮጵያ ኣብ ኣፈጻጽማ ስምምዕ ፕሪቶርያ ብዝተኸተሎ ጉጉይ ኣካይዳን ፖለቲካዊ ሕምስምስ ክህሉ ብምስርሑን ክገሃድ ኣይከኣለን። ብፍላይ ኣብዚ ዘለናዮ ወቕቲ ኣብ ልዕሊ እቶም ዝጸንሑ ንስምምዕ ፕሪቶርያ ዝጻብኡ ተግባራት ካልኦት ሓደሽቲ ጥሕሰታት ብመንግስቲ ኢትዮጵያ እናተፈጸሙ ይርከቡ። ብመሰረት ዓንቀፅ ሰለስተ ስምምዕ ፕሪቶርያ ሓዲኡ ተወዓዓል ወገን ነቲ ካሊእ ወገን ብቐጥታ ይኹን ብተዘዋዋሪ ናይ ዘይምጥቃዕ ግቡእ ኣሎ። ናይ ተጻብኦ ስራሕቲ ፕሮፓጋንዳን ሚድያን ኩልኩላት እዮም። እዞም ግልፂ ግቡኣት ብምጥሓስ መንግስቲ ኢትዮጵያ ንሃለዋት ትግራይ ዝፈታተን ኩነታት ክፍጠር ምስራሕ ካብ ዝጅምር ነዊሕ እዋን ኣቑፂሩ ኣሎ። ዓቐን ዘይብሉ ሃፍቲ ኣፍሲሱ ይረባረብ ኣሎ። እዚ ከም ዘለዎ ኮይኑ መንግስቲ ኢትዮጵያ ሕዚ እውን ንመንፈስን ትሕዝቶን ስምምዕ ደው ምባል ተፃውኦ ንጎኒ ብምግዳፍ ተወዓዓልቲ ወገናት ብልዝብን ብምርዳእን ብዝበፅሕዎ ናይ ሓባር ስምምዕ ዘይኮነስ ኣግባብነት ብዘይብሎም ሕግታት ማለት እውን ኣዋጅ 359 ዝባር 1995 ደንበ 533 2015 በይኑ ከም ድላዩ እናወሰነ ንምኻድ እናሰርሐ ይርከብ። ብመሰረት ዓንቀፅ ዓሰርተ ስምምዕ ፕሪቶርያ ግዜያዊ ምምሕዳር ትግራይ ብልዝብ ህዝባዊ ወያነ ሓርነት ትግራይን መንግስቲ ኢትዮጵያን ይጣየሽ። ስለ ዝኾነ ኣብ ትግራይ ዝተጣየሸ ግዜያዊ ምምሕዳር ውፅኢት ስምምዕ ፕሪቶርያ እምበር ጉዳይ ቤናዊ ውሳነ መንግስቲ ኢትዮጵያ ኣይኮነን። እንተኾነ ግን ነዚ ዝጥሕስ ቅሉዕ ምንቅስቓስ ይግበር ኣሎ። ኣብ ዝሓለፉ እዋናት መንግስቲ ኢትዮጵያን ህዝባዊ ወያነ ሓርነት ትግራይን ኣብ ዝነበሮም ርክባት ህዝባዊ ወያነ ሓርነት ትግራይ ኣብ ግዜያዊ ምምሕዳር ዝጸንሐ ፕሬዚደንት ምልዓሉ ስዒቡ ኣተኻኽኦኡ ዝምልከት ተዘራሪቡ እዩ። በዘቢሉ እውን ክሳብ ሕዚ ዘሎ ፈጻጽማ ግዜያዊ ምምሕዳር ብምግምጋም ፕሬዚደንት ግዜያዊ ምምሕዳር ንምቕያር ኣብ ስምምዕ ተበጺሑ እዩ። ስለዝኾነ ድማ ጀነራል ታደሰ ወረደ ፕሬዝደንት ንክኸውን ማእኸላይ ኮሚቴ ህዝባዊ ወያነ ሓርነት ትግራይ ወሲኑ ብወገን መንግስቲ ኢትዮጵያ እውን ተቐባልነት ረኺቡ እዩ። ይኹን ደኣ እምበር ነቲ ስምምዕ ንጎኒ ብምግዳፍ ብቤት ጽሕፈት ቀዳማይ ሚኒስትር ዝተወዝዐ ጻውዒት ጥቆማ ፕሬዚደንት ናይ ምሻም ስልጣን ናይ ቀዳማይ ሚኒስትር በይናዊ ውሳነ ዘምስልን ስምምዕ ፕሪቶርያ ዝጥሕስን ኣካይዳ ስለዝኾነ ተቐባልነት የብሉን። ህዝቢ ትግራይ ብሰንኪ ፅንተታዊ ኩናት ዝበፅሖ ማህሰይቲ ንክከሓት ፃዕሪ ኣብ ክንዲ ምግባር ከም ነዳዲ ዝበሉ ብመንግስቲ ኢትዮጵያ ዝመሓደሩ ወሰንቲ ሸቐጣት ከይኣትዉ ብምኽልካል ኣብ ትግራይ ዝካየዱ ናይ ህይወት ምድሓንን ዝርካቦም ስራሕትን ጠጠው ክብሉ ብምግባር ብህይወትን ናብራን ተጋሩ ምፅዋት ቀፂሉ ኣሎ። ከምዚ ዝኣመሰሉ ኢሰብኣዊ ተግባራት ንስምምዕ ፕሪቶርያ ጥራሕ ዘይኮነስ ንዓለምለኻዊ ሕግታት ጻብኡ ኣዝዮም ኣነወርቲ ጸረ ደቂ ሰባት ዝኾኑን ብገበን ምጽናት ዘሕትቱን ተግባራት እዮም። ብተወሳኺ ሰላም ህዝቢ ዝሕምሱ ሰፋሕቲ ምንቅስቓሳት ይግበሩ ኣለዉ። ሰላም ዓቂቦም ዋጋ እናኸፈሉ ዘለዉ ብልሒ መኸተ ዝኾኑ ሰራዊት ትግራይን ኣመራርሕኡን ብብዕራይ ወለደ ብትካላት መንግስቲ ኢትዮጵያ ይውንጀሉ ኣለዉ። ህዝባዊ ወያነ ሓርነት ትግራይ ደጋጊሙ እናገለጾ ከም ዝመጸ እቲ ትኹረት ኣብ ምፍጻም ቀንዲ ትሕዝቶታት ስምምዕ ፕሪቶርያ ማለት እውን ኣብ ትሕቲ ወራር መቐጸልታ ጽንተት ዝኾኑ ማእለያ ዘይብሎም ግፍዕታት ዝፍጸመሉ ዘሎ ህዝቢ ትግራይ ሓራ ንክወፅእ ናብራ ሓሳረ መከራ ዝደፍኡ ዘለዎም ብሕፅረት መሰረታዊ ንወዲ ሰብ ክቐርቡ ዝግብኦም ጠለባት ኣደዳ ሞት፣ ሕማማትን ስቀያትን ዝኾኑ ዘለዉ ካብ መነባብሮኦምን መረበቶምን ዝተፈናቐሉ ዝተሰደዱን ዜጋታት ናብ መረበቶም ክምለሱ ክግበር፣ ላዕላውነት ትግራይ ክረጋገጽ፣ ፍትሕን ተሓታትነትን ክነግስ፣ ዝተፈላለየ ጉድኣት ዝበጽሖም ክከሓሱ ስራሕቲ ሕውየትን ዳግመ ህንፀትን ክሳለጥ ኣብ ትግራይ ዝተመረፀ መንግስቲ ክህሉ ርብርብ ክግበርን ተዛመድቲ ተግባራት ብመሰረት ስምምዕ ክፍፀሙን ደጊሙ ደጋጊሙ ይፅውዕ። መንግስቲ ኢትዮጵያ ብግልፂ ይረኣዩ ካብ ዘለውን ንህዝቢ ጎዳእቲ ዝኾኑን ሃወኽትን ጎንፂ ፈጠርትን ተግባራቱ ተቆጢቡ ዘላቒ ሰላምን ሓበራዊ ረብሓን ኣብ ዘረጋግፁ ተግባራት ከትኩር ጻውዒትና ነቕርብ። ስምምዕ ፕሪቶርያ ዝፍጸም ብዘተን ምርዳእን ክልቲኦም ፈረምቲ ወገናት ስለ ዝኾነ ቤናዊ ውሳነታት ደው ክብሉ ደጊምና ነፍልጥ። ንዝምልከቶ ኩሉ ሕዚ እውን ከም ትማሊ ሕርያና ሰላምን ልምዓትን ምዃኑን ካብዚ ቅኑዕን ጠቓምን መንገዲ ንዘይምውፃእ ዝከኣለና ኩሉ ከም እንገብርን ክነረጋግጽ ንደሊ። ዘለኣለማዊ ክብርን ሞገስን ንስዋኣትና! መጋቢት 17 2017 ዓ.ም ህዝባዊ ወያነ ሓርነት ትግራይ መቐለ